ሃሎው ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዛብሄር ይመስገን ጽቡቅ ኣለኹ እስኽን ከኣ ጽቡቅ ክትህልዋ ተስፋ እገብር ሎማዓንቲ ከኣ ብኻልእ ቪድዮ መጼክን ኣለኹ እንጆይ ክትገብርኦ ተስፋ እገብር ሓደሽቲ ተኾንክን መጀመርያኽን ድሕሪ ኮይኑ ኣብዚ ናተይ ዩቱብ ሕጂ እንዳ ረኣኽንኦ ከለኽን ሳብስክራይብ ግበራ እተን ኩሉ ግዜ ሳፖርት ትገብራን ኣሕዋተይ ከኣ ብጣዕሚ እየ ደመስግነክን የቀንየለይ መብዛሕትኽን ነዚ ናተይ ዩቱብ እንዳ ረኣኽንኦ ሳብስክራይብ ዘይገበርክን ስለ ዘለኽን ግን ሕጂ እንዳ ረኣኽንኦ ከለኽን ሳብስክራይብ ግበራ ፌስቡክ እንድሕር ኣለክን ከኣ ኣብ ፌስቡክ ሸር ግበርኦ ንኩላህና ክጠቅመና ማለት እዩ ሎማዓንቲ ከዓ እዚ ቪድዮ ክሰርሖ ኣለኩ ብጣዕሚ ኢክን ትፈትዎ መብዛሕትክን ከመይ ጌርና ውሽጥናን ደገናን ጥቡቅ ንኸውን ቪድዮ ሒዘልክን መፅ ኣለኩ መጀመርያ ከምቲ ኩሉ ግዜ ዝብለክን ንጎምዝ ተሳእና ገፅና ብራሽና ምስ ገበርና ገፅና ስኪን ኬር ክንገብር ፅቡቅ ብፍላይ ክንሎም ደለና ኩሉ ግዜ ንግሆ ምስ ተሳእና ማለት እዩ በቃ ሓንቲ መዓልቲ ከማን ክስታይ ክንገብሮ የብልና ሓሙሽተ ደቂቅ ዓሰርተ ደቂቅ ኤክስትራ ተሲእና ደቅና ክነብጽሕ ኮለና ገለ ንግሆ በቃ ስኪን ኬር ጌርና እዚ ገጽና ጽቡቅ ክንስታይ ክንገብሮ ክንካናኸኖ ኣለና ማለት እዩ ድሕር ለሚት ግን ሓንሳብ ኩሉ ግዜ በቃ ከምዚ ክስታይ ስኬፕ ክትገብር ከማን ኣይትደልን ኢኻ ማለት እዩ ካልእ ንግሆ ምስ ተሳእና ማይ ወዒ ጌርና እዚ ኣፕል ሳይደር ቪነገር እዚ ኣነ ዝጥቀም መብዛሕትኡ ግዜ እዚ ኣፕል ሳይደር ቪነጋር እዚ ፅቡቕ እዩ እዚ ዊት ዘ ማዘር ዝብል ማለት እዩ ኣብዚ ዊት ዘ ማዘር ዝብል ስታይ ኣለዎ ዝብዚ ዘሎ ማለት እሱ ማለት ሕዚ ብታሕቲ ዘሎ ከምዚ ሓተላ ዝመስል ንዑ ሸግ ጌርካ ኣይ ቲንክ ኣብኡ ዘሎ ዝጥቕሚ ይመስለና ኣይደኖ ግን ከምኡ ጌርካ እዮም ዝብሉ ክንደይ ዓመት እያ ንድሰቲ ማለት እዩ ማይ ወዒ ጌርና ኣብ ኬር ጌርና ማይ ወዒ ፍላይ ለሚን ተጌርና ኣለኹ ኣፅቡቕ ማይ ወዕይ ጌርናስ ታይ ንገብር ድሕሪ ሰንስቲቭ ስብ ንገለ ኣለና ብስትራው ጌርና ክንሰትዮ ንክእል ኢና ግን ንእሽተይ በታ ናይ ሻሂ ማንካ ጌርና ኣብኣ ጥብ ኣቢልና ለሚን ድሕሪ ጸሚቅናሉ ጽቡቅ ሓደ ሓደ ግዜ ከማን ካያን ፔፐር ገለ ገብረሉ እየ ኣነ ካያን ፔፐር ጽቡቅ ስለ ዝብሃል ግን እዚ ልዕሊ ዓሰርተ ዓመት ገለ ክውን እዚ ከምዚ ካብ ዝሰቲ ማለት እዩ ኣብዚ ምሳይ ዝሰርሓ ቀደም ዝተረኣያኒ እንደገና ድሓር ሪሰርች ምስ ገበርኩ ኣብ ኢንተርነት ከዓ ፅቡቅ ስለዝኾነ እዚ ንብዙሕ ነገር ጠቕመና ማለት እዩ ንብዙሕ ብዙሕ ነገር ወላ ወይት ሉዝ ክንገብር ጠቕመና እሶ ንግሆ ንግሆ ካብዚኣ ወላ በዛ መኽደን ጌርና ኣብ ናይ ሻሂ ቢኬር ጌርና ሞቅ ዝበለ ማይ ጌርና እንድሕር ሰቲናዮ ፅቡቅ እዩ ክብደትና ነቕንስ እንደገና ንጥዕናኻ ብጣዕሚ ፅቡቅ እዩ እንድሕር ሰርች ጌርክንኦ ማለት እዩ ካልእ ከምቲ ኩሉ ግዜ ዝብለክን ድሕር ንኳ ኣነ መብዛሕትኡ ግዜ ንኳ ኣይበልዕን እየ ግን ድሕር ምስ በላዕና ራይዶ ወይ ቫይታሚንና ከዓ ክንወስድ ኣለና ቫይታሚን ብዙሕ ዓይነት ቫይታሚን እየ ኣነ ድወስድ ከምቲ ኩሉ ግዜ ዝብለክን ቫይታሚን ዲ ኣቋሪፀ ይፈልጥ ነይ ብፍላይ ኣብዚ ዓዲ ቁሪ ዘለና ዲትሪ ቫይታሚን ዲትሪ እዚ ኩሉ ስትረስ ደምፃልና እዚ ኩሉ ዝኾነ ዓይነት ሕማማት ደምፃልና ብኩልክ ብዙሕ ነገር ይጠቕመና ቫይታሚን ዲ ዶክተር ክንሕተታትን ዘይትፈልጦ ማለት እዩ ግን ኖርማል ኦቨር ዘ ካውንተር ወስ ገዚእኽን ከማን ክስታይ እንድሕር ጌርክኖ ፅቡቕ እዩ ምክንያቱ ንሕና ብፍላይ ኣብዚ ዓዲ ቁሪ ዘለና ኣብ ፀሓይ ንወፅን ኢና ኣነ ሕጂ ኣብ ፀሓይ ሲ በቃ ይወፅ ኣይረክብን እየ ፀሓይ ማለት እዩ ሶ ቀደም ርእሲ ሕመኒ ነይሩ ከምዚ ሕመኒ ገለብል ግን ቫይታሚን ሕጂ ብፍላይ ዲ በቃ ብዘይ ምቁራፅ ምውሳድ ምስ ጀመርኩ ብፍላይ እዚ ርእስኻ በዚ ጎኒ በዚ ሓደ ክስታይ ድሕመካ በቃ ሰዓል ቀልጢፉ ሕዘካ ገለገል ንብዙሕ ነገር ጽቡቅ ስለ ዝኮነ ንደክተርክን ሓቲትክን ቫይታሚን ዲ ትሪ ውሰዳ ማለት እዩ ክንደይ ከም ክንደይ ከም ድኣክለክን ማለት እዩ ካልእ ማግነዚየም ክድቅስ ክድቅስ ከሉ ምድቃሰይ ሓደ ሰዓት ገለ ክተርፈኒ ከሎ ማግነዚየም ወስድ እየ ጽቡቅ እዩ ማግነዚየም ቫይታሚን ከኣ ከም ዝብለክን ኣነ ከም ዝውሰዳ ክብለክን ኣይክእልን እየ ግን ንዶክተርክን ሓቲትክን እንታይ መስለ ቫይታሚን ማግነዚየም ተወሰድኩ ዲ ኖርማል ትወስድ ትኽእል ኢኻ ግን ዓቐንካ ክስታይ ትብል ኣለካ ማለት እዩ ግን ማግነዚየም ግን እንተወሰድኩ እንታይ ኣለዎ ገለ ኢልካ ምስ ዶክተርክን ኣማኺርክን ቫይታሚን ፅቡቅ ስለዝኾነ ሰክወስድኦ ኣለክን ማለት እዩ ካልእ ከዓኒ እዚ ማልቲ ቫይታሚን ናይ ውመንስ ከዓኒ ዝኾነ ዓይነት ብራንድ ማለት ቅድሚ ሕጂ ካልእ ብራንድ ኣርእየክ ነይረ እዚ ኔቸር ትሩዝ ዝብል ብራንድ ግን ብጣዕሚ ስለ ዝፈትዎ እንደገና ጋሚኡ ቀሊል ስለ ዝኾነ ከዓ እበልዕ ማለት እዩ ብሓንሳብ ኩሉ ብሓንሳብ ኤክሰፕት እቲ ማግነዝዩም ቅድሚ ምድቃሰይ ሓደ ሰዓት ተርፈኒ ከሎ እምበር እዚ ማልት ቫይታሚን ከዓ ንደቂ ኣንስትዮ በቃ ብጣዕሚ ፅቡቅ ንሕና ንደልዮ ማለት እዩ ናይ ውመንስ ማለት እዩ ውመንስ ውመንስ ዝብል ፅሕፍ ኣሎ እሱ ከዓኒ ናይ ግድን ክንወስድ ኣለና ማለት እዩ እንድሕር ጥኑሳት ኮይና ከዓኒ ነብሰ ፆር እንድሕር ኮይና ከዓ ፕሪኔታል ክንወስድ ኣለና ከምኡ ብሉ ከዓ ሓካይምካ ቫይታሚን ድሕር ወሲድካ ፅቡቅ ለውጢ ናይ ብሓቂ ለውጢ ደምፅ ማለት እዩ ካልእ እዚ ብቀዳማይ ዝረኣኹ ከምዚ ከዓኒ እዚ ናይ ጨጉሪ ገለ ማለት እዩ ናይ ጨጉሪ ነይል ገለ ከዓ እዚ ብጣዕሚ ፅቡቅ ገይርዎ ጨጉሪ በቃ ፅቡቅ ኮይኑ ማለት እዩ እዚ ኣብ ገፀይ ብዙሕ ፅቡቅ ስኪን ኬር ገለ ስለ ዝገብር መብዛሕትኡ ግዜ ገፀይ ፅቡቅ እዩ መብዛሕትኡ ግዜ ቀያስ ጥቅስታ የበልኩን ኣብ ጨጉረይ ግን ዓብ ለውጢ ምፅለ ማለት እዩ ፅፍረይ ኩሉ ግዜ ጽፍረይ ኩሉ ግዜ ድቆርጾ ከም ስለ ደይጥዕመኒ ከም ዝበልኩክን ነዊሕ ጽፍሪ ገለ ክስታይ ኣይገብርን እየ ቀደም ጽፍሪ ነዊሕ ገለ ገብር ነይረ ሕጂ ግን ንቆልዑት ክሓጽብ ጨጉረን ክቁንን ገለ ዝኮነ ክገብር ስለ ዘይጥዕመኒ ፎቲ እየ ዓቢ ግን ስለ ዘይጥዕመኒ እዚ ክስታይ ግን ተሪር ኮይኑ ጽፍሪ ማለት ተሪር ዝበለ ማለት እዩ ነዊሕ ጽፍሪ ይገብር ነይረ ተሪር ዝበለ ማለት ሓደ ሓደ ግዜ ክትገብር ትዝታይ ግን በቃ ኣይጥዕመንን ስለዝኾነ እምበር ቀደም ነዊሕ ፅፍረይ የንውሐ ነይረ ገለ እንደገና ከዓኒ ከንውሖ ክእል እየ ዋላ ሕጂ ተር ኢሉ ኮይኑ ምስ ቫይታሚን ምውሳድ ምስ ጀመርኩ ማለት እዩ ግን ክስታይ ክኸውን ማለት ኣይጥዕመንን እዩ ነዊሕ ፅፍሪ ክገብር መብዛሕትኡ ግዜ ሓደ ሓደ ግዜ ክስታይ ክኸውን ከሎ ክገብር ክእል ግን ንኩሉ ግዜ መዓልቲ መዓልቲ ኣይጥዕመንን እዩ ኤኒወይ እዚ ብቀዳማይ ድረኣኹክን ካብ ኣማዘን ዝገዛእኹዎ ድሓሰረ ዝፀበቐ ማለት እዩ መዓት ረቪው ፅቡቅ ረቪው ዘለዎ ፍቲ ኣማዘን ወዲኤ ካልእ ተወዳእ ርኤኪ ነይረ እዚ ከኣ ዳርጋ ኣብዚ በጺሑ ክልተ ክልተ እዩ ክወስድ ንመዓልቲ እዚ ከኣኒ እዚ ን ብጣዕሚ ጽቡቅ ብራንድ እዩ እዚ ባይታሚን ከኣ ቀቅድሚ እዚ ቪድዮ ገይረዮ ዝነበርኩ ኣብ ናይ ኣማዞን ዝገበርኩ ቪድዮ ኣብኡ ለፍቲ ዲስክሪፕሽን ባክስ እሱ ክተብልኦ ትኽእላ ኢኽን ካልእ ከኣኒ እዚ ፕሮባዮቲክ ቫይታሚን ዝለመ ከዓ እዚ ክቡር ኮይኑ እምበር እዚ ብጣዕሚ እዩ ፅቡቅ ብፍላይ ፔሬትካ መፂካ ወዲእካ ገለ በቃ ፅፉፍ ኩሉ ግዜ ፅሩይ ኢካ ትኸውን ውሽጥካ ማለት እዩ እዚ ክስታይ እንድሕር ቢልካዮ ግን ቁሩብ ክብር ዝበለ እዩ ካልእ ክስታይ እንድሕር ኣሎ ክስታይ ገይረ ክረክብ እየ ማለት እዩ ረቪው ርኤ ገለ ኣንቢበ ክፍትነ እየ ክነግረክን እየ እዚ ግን ቅድሚ ሕጂ ገዜ እየ ነይረ እዚ ለመፐር ድብል ብጣዕሚ ፅቡቅ ንደቂ ኣንስትዮ ቫይታሚን ማለት ንዓና ንደቂ ኣንስትዮ ጥራሕ እዩ ግን ውሽጥካ በቃ ኩሉ ግዜ ጽፉፍ ጽሩይ ኢኻ ትኾን ማለት እዩ ፍላይ ፈሬትካ ገለ ምስ ወዳእኻ መዓልታዊ ኢና ኤድ ወስዶ ኣነ ግን በቃ ኩሉ ግዜስ ጽፉፍ ኢኻ ትኸውን ማለት እዩ ጓል ኣንስተይቲ ንጓል ኣንስተይቲ ጽቡቕ ቫይታሚን ግን ቁሩብ ክብሪ ኢላ ካልእ እንድሕር ረኺበ ክስታይ ገብረልክን እየ እንድሕር ደሊኽን ሕጂ ኣብ ዲስክሪፕሽን ባክስ ወይ ሕተታኒ እንድሕር ቅድሚ ሕጂ ኣርእየክን ነይረ እተን ደልኣኽንኦ እዚ ከዓ ብጣዕሚ ጽቡቕ እዩ ማለት እዩ ካልእ ከኣኒ ከምቲ ኩሉ ግዜ ዝብለክን ዋክ ክንገብር ኣለና ጅም እንተኸይድና ጽቡቕ እዩ ግን መብዛሕቱ ግዜ ድሕሪ ዘይጥዕመና ኮይኑ ጅም ግን ኩሉ መብዛሕትና ኣፕል ሰዓት ኣለና እጅ ኣይገበርኩን እምበር ኣይ ክስታይ ኣፕል ኔርሃኒ ንጓል ሂበ ሕጂ ኣነ ሳምሰንግ ስለ ዝጥቀም ዘለኹ ሳምሰንግ ኣለሃኒ ዋክ ክንገብር ኣብኡ ስልክ ጥቕሙ ሕጂ እሱ ጽቡቕ ነግረካ ክንደይ ዋክ ከም ዝገበርካ ገለ ማለት እዩ ኣትሊስት ዓሰርተ ሽሕ ክስታይ እንድሕር ጌርና ጽቡቅ ማለት እዩ ዓሰርተ ሽሕ ስቴፕስ እንድሕር ዋክ ጌርና መዓልታዊ ብጣዕሚ ጽቡቅ ማለት እዩ መብዛሕቱ ግዜ ኣነ ሕጂ እቲ ናተይ ጎል ብፍላይ እንድሕር ኣብ ግዜ ስራሕ ኮይነ ቆልዑት ኣብጺሐ ገለ ክምታት ገለ ኣብ ገዛ እንድሕር ዘይወዓልኩ ዓሰርተ ሽሕ ይሓልፎ ገለ ማለት እዩ ስቴፕስ ዋክ ክገብር ብጣዕሚ ኣጸቢቑ ጎዲለ ሕጂ ካብ ምዝጾም ገለ ከዓ ኣጸቢቕና ክስታይ ኮይና ማለት እዩ ኤኒወይ ዋክ ክንገብር ኣለና ዋክ እንድሕር ዘይገበርና ከዓ ኣብ ገዛ ኮይንና ስትረች ክንገብር ኣለና እንድሕር ኣብ ስራሕ ሙሉ መዓልቲ ጠጠው ኢልና ንውዕል ኮይና ከዓኒ ኮምፕሬሽን ሳክስ ክንገብር ኣለና ማለት እዩ እዚ እግርና ፀሊም ፀሊም ዝወፅእ ቅድሚ ሕጂ ኣርእየክን ነረ እንድሕር ትደልያ ኮንክን ከዓ ሕጂ ኣብቲ ቆመን ፀሓፋ ላይ ኣብኡ ክገብረልክን እየ እግርና ፀሊም ከይኮን ምእንቲ ኮምፕሬሽን ሳክስ ሕዝ ደብለካ ነዚ እግርኻ ሙሉ መዓልቲ እንድሕር ወላ ንደቂ ተባዕትዮ ማለት እንድሕር ጠጠው ንብል ኮይና ከምኡ ክንገብር ኣለና እግርና ንከይፅልም ማለት እዩ ካልእ ስኪንኬር ንጎን ምሸትን ናይ ግድን ክንገብር ኣለና ጨጉርና ናይ ግድን ኣይኮነ እንዳ መሻጢ ክንከይድ ኣብ ገዛና እንድሕር ኣብ ገዛ ክንተላሚትክን ፅቡቅ እዩ ማለት እዩ ኣነ ከምቲ ዝበልኩን ኣብ ገዛ እዩ ኩሉ ጨጉሪ ዝገብር ወላ ንዓይ ወላ ንደቂ እዩ ማለት እዩ እንዳ መሻጢት በቃ እቲ ግዜ ካብ ኩሉ ሙሉ መዓልቲ ከምቲ ዝበልኩን ቅድሚ ሕጂ ዝብለክን ሙሉ መዓልቲ እንዳ መሻጢት ወላ ኣርባ ዕረፍቲ ኣርባዕተ ሰዓት ገለስ ብጣዕሚ በቃ ዌስት ኦፍ ታይም ኮይኑ እዩ ዝስማዓኒ ሕዚ ሶ ኣብ ገዛይ ባዕለይ ጨጉረይ ዝገብር ማለት እዩ ነግዲ እንድሕር ዊግ ገለ ብዛ ዓዲ ኩሉ ኣሎ እንድሕር ትገብራ ደሊኹም ማለት እዩ እንድሕር እዚ ባዕልኻ ከምዚ ከዓኒ ሲምፕል ከዓኒ በቃ እንድሕር ትገብራ ደሊኽን ከዓ ኩሉ ግዜ ስለ ሕፀቦ ጅም ስለ ዝሰርሕ ገለ ከምስታት እየ ዝገብሮ መብዛሕትኡ ግዜ ጨጉረይ ማለት እዩ ወይ ገለ ቀደም ብዙሕ ግዜ ስፈ ገለገለ ነይረ ሎሚ ግን ብዙሕ ኣይኮንኩን ግን ፎቴ እስቲል ፎቴ ጽቡቅ እንድሕር ከምኡ ክንገብር ንክእል ኮይንና ከኣ ግን ሓደ ሓደ ግዜ ከኣ ንፋስ ክንህቦ ኣለና ጨጉርና ከምዚ ጌርና ማለት እዩ ደሓር እቲ ንበልዖ ምግቢ ከኣኒ በቃ ሲምፕል ሲምፕል ምግቢ ከምዚ ከቢድ ገለ ዘይኮነ በቃ ክስታይ ክኾን ኣሎ ማለት እዩ እንድሕር ደስ ኢልና ኮኳ ሓደ ሓደ ግዜ ገለ ክንሰቲ ንኽእል ኢና ግን ከምዚ ኩሉ ግዜ ፓብ ገለ ክንሰቲ ብና ማይ ክንሰቲ ኣለና እዚኣ ኩሉ ግዜ ከምዚኣ ትሪኣ ወላ ኣብ ስራሕ ወላ ኣብ ገዛ ኩሉ ኣለኒ ከምዚ ማይ ማይ ብጣዕሚ ክንሰቲ ኣለና ብጣዕሚ እየ ማይ ድፈቱ ሕጂ ስለተዛረብኩ ከዓ ኣፈይ ነቂፅ ነቂፅ ማለት እዩ ማይ ሰቲ ኣለኹ ኤኒወይ ከምኡ ክንገብር ኣለና ድሓር ፅፍርና ዝማልቶ ሓንቲ ሓፍተይ ደይ ከይዳ ዝማልቶ ኢልክኒ ነርኪ ግን ኩሉ ዝማልቶ ኣብዚ ኖርማል ንገብሮ ዝማልቶ ይኸይድ እዩ ጀል ድሕር ደሊኺ ግን ጀላ ዝማልቶ ጌርካ መንቀፅንቂፅካ ገለ ሲምፕል ኣብ ገዛኻ ክፀንሕ ይኽእል እዩ እምበር ድኾነ ዝማልቶ መብዛሕትኡ ዝንገዝኦ ብፍላይ ማይ ገለ እንድሕር ንሕዝ ኮይና ኣብ ገዛ ቀልጢፉ እዩ ዝኸይድ ኦፒኣይድ እንተ ሓደ ከኣ ገለ ድብል ከኣ ጥቀም እየ ሓደ መዓልቲ ደሓን ከርእየኪ ሕጂ የብለይን ምሳይ ኣብዚ ሲምፕል ኣዝማልቶ ከምዚ ጌርና ሲምፕል ጨወርና ከምዚኣ ጌርና ንእሽተይ ናይ ክሳድ ተንጅሩ ዓብ ገለ ከምዚ ናተይ ዘይትፈትዋ በቃ ንንእሽተይ ናይ እዝኒ ጌርና ናይ ክሳድ ከዓ ሓንቲ ወይ ክልተ ከምዚ ዳብል ጌርና እንድሕር ክስታ ጌርና ከዓ ቀይሪ ኢኻ ትብል ንእሽተ ጅሩ ጌርካ ወላ ዝንጥ ቀይር ኢኻ ትብል ማለት እዩ ዝንጥ ኢኻ ትብል ካልእ ከምቲ ዝበልኩኹም በቃ ነንእሽተይ ኤክሰርሳይስ ነንእሽተይ ኤክሰርሳይስ ፅቡቕ እዩ ከምኡ ጌርና ነብስና ቴክ ኬር ንገብር ማለት እዩ ካልእ ከዓኒ ካብ ልዕሊ ኩሉ ከዓ ፖዚቲቭ ክንከውን ከለና ከዓ ፅቡቕ ማለት እዩ ጓል ኣንስተይቲ እንድሕር ፖዚቲቭ ኮይና ከምዚ ናይ ኣዴታትና ማለት እዩ ፅቡቕ በቃ ኩሉ ግዜ ፖዚቲቭ ፅቡቕ ጥራይ ትዛረባ ደስ ዝብለካ ገለመለ ከምኡ ድሕር ኮይና ከዓ ፅቡቕ ማለት እዩ ካልእ ቅድሚ ምድቃስና ከኣ ኩሉ ግዜ ክንገብሮ ዘለና ከኣ በቃ ስትሬች ክንገብር ኣለና። ብጣዕሚ ጠጠው ኢልካ ውዒልካ ወይ ኮፍ ኢልካ ውዒልካ ሽዑ ክትድቅስ ኮለኻ ጥቅስታይ ኣይኮነን ግን ሓደ ዓሰርተ ደቂቃ ሓሙሽተ ደቂቅ በቃ ክስታይ ክትገብር ኣለካ ማለት እዩ ኦልሞስት ዓሰርተ ሓሙሽተ ደቂቅ እንተኮይኑ ፅቡቅ ስትሬች ክትገብር ምንፃፍ ኣንፅፍ ኣቢልካ መሬት ኮንካ ቁሩብ ክስታይ ጌርካ ዋላ ናይ ኢድ ናይ እግሪ ሕቆኻ ገለ መለ ኩሉ ክስታይ ጌርካ እግርኻ ንላዕሊ ሰቂልካ ገለ ቁሩብ ክሰምኡ ተጌርካ ከዓኒ ፅቡቅ ንኸውን ማለት እዩ ከምቲ ኩሉ ግዜ ዝብለክን ጽቡቅ እንድሕር ኮንካ ንዓኻን ብፍላይ ንሕና ደቂ ኣንስትዮ እንድሕር ጽቡቅ ኮይና ንደቅናን ገዛናን ጽቡቅ ክኸውን ማለት እዩ ከምኡ እንዳገበርና ቴክ ኬር ክንገብር ኣለና እዚ መብዛሕቲ ሰብ ዘይፈልጦ ገለ ዘይኮነስ ግን ንመዘኻኸሪ ሓደ ሓደ ግዜ ኣሎ ዝኾነ ግዜ ኣሎ በቃ ክስታይ ትኾነ ኣሎ በቃ ንነብስኻ ከም ኣደ ትዝክረሉ ግዜ ኣሎ እንታይ እንታይ ከም ትገብር ቢዚ ትኸውን ወይ ከምዚ ስትረስ ትኸውን ገለ ካባኽን ክስታይ ኢለ ገለ ደይኮንኩስ ንምዝኽኻር ዝኣክል እዩ ማለት እዩ ከምዚኣ እንዳገበርና ነብስና ቴክር ንገብር ናይ ሎማዓንቲ ቪድዮ እዚኣ ትመስል ሳብስክራይብ ድሕር ዘይገብርክን ሳብስክራይብ ከይገበርክን ኣይትውፃ ላይክ ከዓ ግበርኦ ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኸበና ባይ